ደቂ ዓበይቲ ወይ ማዕረይ ሎማዓንቲ ብጣዕሚ ብጣዕሚ ተናዲደ እየ መፅኡ ዝኒኹ ንሱ እንታይ እዩ ክነግረኩም እየ እስካዕ ቪድዮ ፍፃመ ተኸታተልዎ ክብራት ሕዋቲ እንታይ ድዩ ኣብዚ ሕዚ ግዜ ማለት እዩ ደቂ መዳም ቅመም ብፍላይ ማለት እዩ ደቂ መዳም ቅመም ብፍላይ ዝብሎ ንምንታይ እዩ ኣነ እንዳ መዳም ወይ ከዓ ኣብ እንዳ ዓረብ ተቆፂረ ክሰርሕ ከለኩ ዕስራን ኣርባዕተን ሰዓት ኣብ ገዛ ተዓፂ ፀሓይ እኳ ዘይርእየላ ጸሓይ እኳ ዘይርእየላ መዓልቲ ኣላ እንታይ መዓልቲ ዕድመ ልክዐይ ኣነ ኣብ እንዳ ዓረብ ካብ ዝኣቱ ጸሓይ በይትወጽእ ጸሓይ በይትኣቱሲ የፈልጣይ በእውነት እየ ዝብለኩም ኣብ ገዛ ተዓጽየ እናበዓልኩሲ ንምንታይ ድዩ እዚ ክብራት ኣሕዋተይ ንምንታይ ኢና ንምንታይ ኩላትና ናይ በዓልትና ህይወት ንፈልጣ ኢና እና ክብራት ኣሕዋተይ እታ ክብለክን ደለ ሎማዓንቲ ብጣዕሚ ዘናደድ ነገር እንታይ ድዩ ካርጎ ኣብ ስደት ኮይንክን ብዛዕባ ካርጎ ኢሉ መዓንቲ ክዛረብ መጽኢ ኣብ ስደት ኮይንክን ካርጎ ትገብራ ሕሰባላ ማለት እዩ ሕሰባላ ንሓንቲ ኪሎ ክንዲ ካርጎ ትገብራ ንሓንቲ ቕሓ ክንዲ ትገዝኣኣ መጀመርያ እቲ ዝገዛ ኣቕሖ እቲ ዝግዛ ኣቕሑ ኣብ ኢትዮጵያ እንሄዱ የለይ ሕሰባሉ ጠይቓ ግድን ኣብ ስደት እዋ ክነግረክን እስኪ ኣብ ኣብ ዓዲ ኣብ ኢትዮጵያ ሲ ኣቕሓ የለይ ድዩ ኣብ ኢትዮጵያ ዝምረት ኣቕሓ የለይ ድዩ ኩሉ ካብ ውጭ እኮ ኣይኮነን ዝኣቱ እኒኡ እኮ ካብ ውጭ ዝበለፁ ኣብ ኢትዮጵያ እኮ ከመይ ዝበለ ኣቑሑታት እኒኡ ክብራ ኣሕዋቴ ግድን ካብ ስደት ኣይኮነ ኣቑሑት ዝኣቱ እና ደቂ ዓበይቲ ወይ ማዕረይ ኣብዚ ሕዚ ግዜ ኣብ ሶሻል ሚዲያ እንዳሕዳር የኽንኦ ብዙሓት ኣሕዋትና እናበኸያ እየን ዝርከባ ፍርዥ የለ ተለቭዥን የለ ላውንደሪ የለ በቃ እያንዳንዱ እያንዳንዱ ማለት እዩ ኣረ ዓራት ከይቀረየ ዝለእኻ እኒዋ በእውነት የዝለክን ዓራት ፍርናሽ ከይቀረየሲ ካርጎ ዝገብራ እኒዋ ሓደ ሓደ እኒዋ እንድዒ ከምዚ ብልጠት ዲና መሰለን ሕርፍና ዲና መሰለን ኣይፈልጥን በቃ ዓራት ከይቀረየሲ ካርጎ ዝገብራ ኣሕዋት እኒዋ ማለት እዩ በቃ እስካብ ናይ ሓደ ሚሊዮን ቅርሺ ኣቑሑት ገዚኤን ካርጎ ዝገብራ እኒዋ እና ብኡ ልክዕ ደሞ እቲ ኣቑሑት መንግስቲ ይወርሶ ወይ ይጠፍእ ገለ ይኸውን ወይ ከዓኒ ይኣቱ እሞ ካብቲ ንስኻትክን ዝኸፈል ካብቲ ናይ ካርጎ ሕዚ ንኪሎ ወይ ሓሙሽተ ወይ ዓሰርተ ወይ ሽዱሽተ ቅርሺ ትኸፍላ ወዶ ሜስኪን ከዓ ናብ ኢትዮጵያ ናይ ቀረፅ ትኸፍላ ማለት እዩ እና ክብረት ኣሕዋተይ ብዝኾነ ኣነ መጨረሻ ክምለሰኩም እየ ብዛዕባ ካርጎ ሓደ ሓውና ዝበለሎ

ቅጣት ቀጡ አስቀምጣ ግን ክፍያ ክፍሎ ንብረታችሁን ውሰዱ ብሎ የወሰዱ አካላቶች አሉ ያልወሰዱም አካላቶች አሉ አብዛኛው ግን እቃውን ወስዷል አሁን እዚህ ላይ ነው ትልቁ ችግር በመጀመሪያ ደረጃ ካርጎ ደቂ ዓበይቲ ወይ ማዕረይ እዚ ሓውና ነዊሕ ቪድዮ እዩ እስካብ ሸሞንተ ሸውዓተ ደቂቃ ዝኸውን እዩ እቲ ዘሉ ብዛዕባ ካርጎ ናረድአና ዝነበረ ኣነ ደሞ ሰሚዐ እየ ሰማዕክኑ ሰሚዕክነ ኢኽን ዘይሰማዕክነ ደሞሲ ኣነ ክነግረኩም ማለት እዩ ክብራት ኣሕዋተይ ካርንኳ ትገብራ ከለኺ መጀመርያ ይፈለጥ እዩ ኣብዚ ዓዲ ዋላ ሕጋውያን ኣይትኾና ግን ደሞ ኸይድክን ናብቲ ሕጋዊ ዝኾነ ሰበይ ክንካርጎ ትገብራ ደረሰኝ እውን ይበክን እዩ ሙሉእ እንትን ደረሰይ ይበክን እዩ ማለት እስከ ዓበይ ከም ዝተስማዕማዕክንኦ ኣጠቃላይ ተኸፍሎ ገንዘብ ይነግረክን እና ክብራት ኣሕዋተይ ኣብዚ ሕዚ ግዜ ካርጎ ምግባር ብጣዕሚ ከቢዱ ዝኒሆ ሓደ ነዊሕ ግዜ ይጸንሕ ካልኣይ ከዓኒ ኣብ ኢትዮጵያ ከምቲ ናይ ቀደም ይኮነ ኣብ ኢትዮጵያ መንግስቲ ይወርሶም እዩ ዘሎ ሓደ ክወርሶም ይኽእል ዝውረሱ እውን እኔው ካልኣይ ከዓኒ ገንዘብ የኽፍሎም ንቶም ካርጎ ዝገብሩ ሰባት ገንዘብ የኽፍሎም እሞ ካብኡቲ ገንዘብ ደግሞ እቲ ካርጎ ዝገብር ሰብ ንሱ ካበይ ምጽ ይኸፍሎ ኣይኸፍሎ እንታይ ደኣ ንዓኻትክን እዩ ግዴታ ክትከፍላ ዝገብረክን ዘሎ ሚእቲ ሽሕ ክኸውን ይኽእል ክልተ ሚእቲ ሽሕ ክኸውን ይኽእል ካብ ሓንቲ በርሚል እሲ ካብ ሓንቲ በርሚል ዕስራ ሽሕ ዝኸፈላ እኒዋ ሰላሳ ሽሕ ዝኸፈላ እኒዋ ሰማንያ ሽሕ ክልተ ሚእቲ ሰለስተ ሚእቲ ሽሕ እውን ዝብሃል ኣኔዋ ካርጎ ትብሃሉ ካለኹም ካብ ሓንቲ በርሚል እዩ ዝለክን ዘለዎ ተን ዝተሓተተ ኣሕዋትና ማለት እዩ እና ክብራት ኣሕዋተይ እንታይ ክብለክን ይደሊ ካብዚ ዓዲ ካርጎ ዝግበርሲ እንታይ እንታይ እዩ ኣነ እኮ ካርጎ ግበራ ካርጎ ኣይትግበራ ማለት ኣይኮነን እናሲ ሓደ ቅድሜኽን መን ካርጎ ገይሩ ብሰላም ኣትዶ ኢልክን ተረጋግፅ ኣለክን ካልኣይ ከዓ ንይኢ ኣብ ኢትዮጵያ ሕዝኻትክን ኣብዚ ኮቦርታ ወይ ኮንፈርት ወይ ላውንደሪ ወይ ፍርጅ ብቻ ሓደ ሓደ ኣቕሓ ትገዛእ ከለኺ ናብዚ ዓድሲ ኣብ ኢትዮጵያ እኒሄዶ እወ እኒሄ ዋጋ ክንደይ እኒሄ ክንድዚ ጥራቱ ከ ደረጅኡ ከ እንታይ ዓይነት እዩ ምስቲ ናይ ውጭ ሲ እንታይ ኣየፈላለየልክን ክትኣገናዝባ ኣለክን እምበር ገና ንገና ኣብ ኢትዮጵያ ዝሽየጥ ከምዘዩ ክባር እዩ ታይሎ ከመይ ዶ እናበልክን ገንዘብክን ኣብ ዘይኮነ ኣይተጥፍኣ ሓደ ኣቑሑትክን ትውረሳ ኣለኽን ብዙሕ ሰብ እኒኦ ዝተወረሰሉ ኣቑሑ ማለት እዩ። ካልኣይ ከዓንይ እቲ ኣቕሓ ዋላ ኣይወረስ መንግስቲ ድሕሪ ምንግልታዕ ድሕሪ ብዙሕ ሕዚ እዚ ኣብ ሸሞንተ ወርሒ ኣብ ዓመት ዝበፅሕ እኒኦ ድሕሪ ክንደይ ግዜ ማለት እዩ ሸሞንተ ወርሒ ዓሰርተ ወርሒ ዓመት ተቐሚጡ እውን ክልተ ሰለስተ ሚእቲ ሽሕ ስሳ ሽሕ ሚእቲ ሽሕ ከከም ኣቕሕኡ ከፊለን ዘውፅኣ ደሞ እኒኦዋ። እንታይ ደኣ እዚ እኮ ድጋሚ ምግዛእ እኮ እዩ ንክልተ ኪሳራ እዩ እኒሆ እና ክብራት ኣሕዋተይ ብመጀመርያ ስቑኢልክን በቃ ኣቑሑት ገና ንገና ኣቑሑት ናይ ገዛ ሓንቲ ከይቀርያ ክንገዝእኽን ክትዓዲ ክትኸዳ ከለኽን መንቀሳቐሲ ገንዘብ ክትሕዛ ኣለክን መንቀሳቐሲ ክን ዘይትገብርኦ ዋላስ እዚ ኩሉ ኣቑሑት ሒዝክን መንቀሳቐሲ እንኳ እንተሃለወክን ሲ ዕድመ ልክዕ ክናብ ስደት ካብ ተቐመጣ ንእሽቶ መተሓሓዚ ሒዝክን ኣቲኽን ዓድኽን ዘይትሰርሓ ዋ ናይ ገዛ ኣቑሑት እማ ቀስ እናበልካ ስራሕኻ እናሰራሕካ ኣብ ዓድኻ ጎና ጎኒ እዩ ዝግዛእ እምበር ኩሉ ግዜ ብሓደ ግዜስ ኣይምላእን ደቂ ዓበይቲ ዋይ ኣብ እንዳ መዳም ኣነ ከመይ ኢለ ይሰርሕ ሲ ባዕለ እየ ዝፈልጣ ብእውነት እየ ዝብለክን ፀሓይ ዘርእየላ መዓልቲ ኣላ ሙሉ መዓልቲ ምስ መዳም እናተናጫነጭኩ ምስ ቆልዑት እናተናጫነጭኩ ድቃስ የለ ምግቢ የለ ኣረ ሕዚ ካብ ኩሉ ብእሱ እኒሀ ኣነሲ ምግቢ ምግቢ ዝዓዲ የለን እና ስቕ ኢልክን በቃ ዘይረብሕ ኮተት መተት ገዚእኽን ንዓዲ ትኸዳ ቀረፅ ትኸፍላ ካብኡ ከዓኒ ምንምንቀሳቐስ ዘይብልክን ኣቑሑ ተብልኦ ኩሉ ናይ ገዛ ኣቑሑ ትገዝኣ ንምንታይ ንምንታይ ክብራት ኣሕዋተይ ካልእ ስቕረ ማለት እዩ ካልእ ስቕረ ዋላ ዓራት እውን ዘይምግዛእ እኮ እዩ ሸሓናት ገዛ ትኾይንክ ድማ ካብ ሓሙሽተ ሸሓነት ገዛ ሓንቲ ሓንትኻ ኩላ ማለት እንታይ ደኣ ሶፋ ዶ ቴሌቭዥን ዶ ግዛዕ ዶ እናበልክን ገንዘብክን ትውድኣ መንቀሳቐሲ ትስእና ካብኡ ድጋሜ ስደት ትመፃ ስደት ምን ያክል አስከፊ እንደሆነ ራሳችን እያየ ነው አይደለም እንደ ክብራት አሕዋተይ እውነት አነ ስደት እንድዒ እታ ከም ዝኾን ከይፈልጥን ብጣዕሚ እዩ ጸልኦዮ ምክንያቱ ምንም ዓይነት ሂወት ኣይነሕልፍን ዘለና ኩሉ ግዜ ገዛ ተዓጺና ኢና ንውዕል በቃ በቲ ምስ መዳም ንበኣስ ንኳረ ገለ በቲ ምስ ቆልዑ ድቃስ የለ ምግቢ የለ እዚ ዝኣክል መስዋእቲ ከፊልና እነምፅኦ ገንዘብ እዚ ንምንታይ ኣብ ዘይኮነ ኣብ ዘይኮነ ነገር ነጥፎ ንምንታይ ክብራት ኣሕዋተይ ልቢ ክንገብር ኣለና ዝሓዝና ሒዝና ገንዘብና ሒዝና ንኣቱ እሞ ካብኡ ምስቲ ገንዘብና ምሳና ዝምጥን በቃ መጀመርያ ናይ በዓልትና ስራሕ ንኸፍት ኩሉ ግዜ እንዳ ሰብ ምቑፃር ዘይኮነ ናይ በዓልትና ስራሕ ከፊትና ብቲ ዝሰራሕናዮ ስራሕ ደሞ ብቲ ወርሓዊ ነእትወ ጌርና እንተስዕቅብ ኣቲና ሓንቲ ብሓንቲ ትገዝኣ ማለት እዩ ንኣብነት ሕዚ ዓራት ካብ ትገዝኣ ፍርናሽ ክንገዝእ ኢኽና ፍርናሽ ክናደቀስ ክንትፀንሓ ናይታ ዓራት ዋጋ ደሞ ንእሽተይ ወሲክን ስራሕ ቦታ ንምንታይ እንዳ ጁስ ዘይትኸውን ንእሽተይ እንዳ ፀጉሪ ቤት ድያ ንእሽተይ እንዳ ምግቢ ድያ ከምኡ ጌርካ እዩ እምበር ስኢልካ በጋ ናይ ቃ- ናይ ገዛ ኣቑሑት ደርዲርካ ፀኒሕኻ ምሻጥ ታይዶ ከመይዶ ብቻ እንድዒ ኣነ ብጣዕሚ እየ ሓዚና ዓራት ኮ እዚ ላውንደሪ ፍርጅ እ፣ ቴሌቭዥን ከይቀረይ ካርጎ ትገብራ ሕዚ ፍርጅ እና ላውንደሪ ሲ ኣብ ዓድን ቀሲልክን ዘይትገዝኦ እዚ እንታይ ዝበሃል ቴሌቪዥን ደሞ ኣብዚ ዓዲ ዝግዛእ ኣብ ኢትዮጵያ ከይዱ እንድሕር ተቃፂሉ መቀያየሪ ኣቕሓ የብሉን ተረዲእክን ወላ ላውንደሪ ወላ ፍርጅ ኣብዚ ዓዲ ገዚእኽን ኣብ ኢትዮጵያ ክበላሸ ከሎ መቀያየሪ ኣቕሓ ኣይክህልዎን እዩ እቲ ናብቲ ናይ ዓዲ ሰብ ክሰርሐልክን ኣይኽእልን ተተበላሽያ ናብ ጎሓፋ እያ ኣብ ኢትዮጵያ ዝተገዛ ኣቕሓ ግን እቲ ካበይ ፋብሪካ ከም ዘምፅዎ ስለ ዝፈልጥዎ ናይቶም ዝሸጡ ሰባት ሓላፍነት ብሓላፍነት እዮም ዝሸጥዎ ብሓላፍነት ይኹን ትገዝኦ እና እንድሕር ተበላሽ ብነፃ ይስተኻኸል ወይ ከዓ ይቐየረልክን እዚ እዩ መክስቦ ኣብ ዓዲ ማለት እዩ ካብዚ ዓዲ ገዚእኽን ግን ተተበላሽያ ቀጥታ ናብ ጓሓፋ እያ መቐየሪ ኣቕሓ የለ ዝቐይረልክን ሰብ የለ መቸስ ናብ ስዑድ ደዊልክን ዳውንደር ተበላሽ እሞ ንዓውሰደይ ትብሎ ነቲ ዝሸጠልክን ስለዚ ደቂ ዓበይቲ ወይ ማዓረይ ዝሓዝክን ሒዝክን ስእልክን ገንዘብክን ኣብ ዘይኮነ ኣብ ዘይረብሕ ኣይተጥፍኦ ካብተን ካባኻትክን ካብተን በቃ ኣብዚ ዓዲ ዝተወሰነ ዓመት ሰሪሐን ንእሽተይ መተሓሓዚ ሒዘን ኣትን ዓድን ዓርሰን ዝለወጣ ኣሕዋትክን ተምሃራ እንታይ ደኣ ኣብዚ ዓዲ ዕድመ ልክዐን ተቐሚጠን ሰላሳ ኣርባዓ ዓመት ገይረን ዓደን ኣትየን ናይ ገዛ ኣቑሑት ሙሉእ ኣማሊኤን ጸኒሐን ሓዳር የብለን ውላድ የብለን ኮንቱ ዝቓርያ ኣሕዋትና ንዓት እናርያ ኮንቱ ነይተሎ ሓቀይ ክብረት ኣሕዋት ከምዚ ክብል ኣን ደስተኛ ይኾንክን ግን ገንዘብክን ኣጠቃቅማ ኸኣላሉ ስኢልክን ኣብ ዘይረብሕ ኮተት ኣይተውዕልኦ ሐዚ ናይ ፍርጅ ናይ ላውንደሪ ናይ ዓራት ናይ ገዛዕ ጥርቕም ኣቢልክን ቆንጆ ሱፐር ማርኬት እንደክፈታ ቆንጆ ምግቤት እንደክፈታ ካብኡ ብተወራሓዊ ጌርክን ደሞ ካልእ ትበጻሕ ኢኽን ክብራት ኣሕዋተይ እና ሓደ እዚ ኩሉ ካርጎ ጌርክን ልዕሊ ዓቕምኽን ቀረጽ ትኸፍላ ኣለኽን ካልኣይ ደሞ ዓመት ሙሉእ ሸሞንተ ሞ- ሸሞንተ ወርሒ ሽዱሽተ ወርሒ ሙሉእ እ፣ ኣብ መንገዲ ኸ- ክጸንሕ ከሎ መንግስቲ ክወርሶ ከሎ ትጭነቓ ኣለኽን እዚ ኩሉ ገንዘበይ እናበልክን ትነብዓ ኣለኽን ቅድሚ ዝኣገረ ዓርስኽን ትጎድኣ ኣለኽን እና ብቻ ሕሰባሉ ክብራት ኣሕዋተይ ካርጎ ትገብራ ኣሕዋተይ ብዝኾነ እዚ ክብለኪ እንከለኹ ግዴታ ኣይኮነን ኣነ ከም ናተይ ሓሳብ እዩ ዝዛረብ ዘለኹ ግን ብጣዕሚ እዩ ተናዲደ ብጣዕሚ ማለት እዩ እንዴ ናይ ምንታይ ብቻ ክብራት ኣሕዋቲ ስምዒታዊት ኮይነ ሕማቅ ቃላት እንተተዛሪበ ይቅርታ ብዘለኽኖ ሰላምክን ይብዝሓለይ ደቂ መዳም ቅመመይ ልቢ ንግበር ገንዘብና ብኣግባቡ ንጠቐመሉ ኣነስ ከምዚ ከማይ ደሰ ምርር ይብለሉ ሐዚ ቤተሰብ ሲ እንታይ ይብልስ ክመፅእ እየ ገለ እንተልዮም እሞ ናይ ገዛ ኣቑሑት እኮ ምንም የብልክን ዘይገዛእኺ ወይ ለክ ናይ ገዛ ኣቑሑት ቀስ ኢለ ቀስ ኢለ እየ ዝገዝኦ እየ ዝብሎም ያው ቤተሰብ ወለድ ደግሞ ኩሉ ክህልወና ኣይፀልዑን። ቢሆንም ግን ደግሞ ክብራት ኣሕዋት እቲ ገንዘብ ከመይ ጌርና ነምፁ ንሕና ስለንፈልጦ ናይ ገዛ ኣቑሑት ስኢልክን በቃ ገዚእኽን ገዚእኽን ኣይትደርድራ

ጸኒሕካ ክኸፍኣካ ከሎ እውን ትሸጦ ኢኻ። ብፍላይ ገዛ ኸራይ እንድሕር ናብ ገዛ ኸራይ ተእትው እግን ኣቑሑት ግን ብጣዕሚ እየን ትጉዳእ ማለት ኣበይከ ንምንታይ ከገዛእኹ እየን ትብላ። ስለዚ ደቂ ዓበይቲ ወይ ካብቲ ኣነ ዘሕለፍክዋ ከም ምኽሪ ኢለ ዝሓሰብክዋ ደሞ ያው ዝጠቕመኩም ዝጠቕመኩም ብቻ እዚ ማለት ካርዱ ትጎሩ ማለት ይኾነ ይፈልጥ እያ ኣብ ኢትዮጵያ ዘይግነዩ ግን ደሞ ክባራት ዝኾነ ኣለዉ እዮም ግን በቃ እቲ ገንዘብ እስቲ መጀመርያ ስራሕ ዶ ነውፅእ ወይስ ኣቑሑት ናይ ገዛ ነማልእ ታይ ክንገብር ኣለና ኢልና መጀመርያ ሓሲብና ኣውሪድና ክኸውን ኣለዎ በሃሊት እያ እና ደቂ ዓበይቲ ዋይ ቪድዮ እዚኣ ትመስል ነይራ ክብራት ኣሕዋተይ ሰሰናዩ ባይ ባይ